ሓሳብ ምምጻእ ኣይኮነን። እዚ ደብረጽዮን ዝበሃል ሓደ ጸማምስ ኣብ ሃገርና ደስ ዝበለካ ምዔፋር ኩልኩል እዩ። ሰላም ሰላም ፍትዋትን ክብርዋትን ተኻተልቲ እንኳዕ ናብ ቻናል እዚ ብድሓን መጻኹም ነዚ ቻናልና ሓደሽ እንተኾንኩም ላይክ ሰብስክራይብ ብምግባር ጀምሩ ሎሚ እውን ከምቲ ልሙድ ሓደሽን ትኩሳትን ዛዕባታት ናባኹም ሒዝና ቀሪብና ኣለና ቻናልና 2000 ሰብስክራይብ ስለልመልአ እስኪ ሓሙሽተ ሽሕ ሰብስክራይብ ንብላዮ ፍትዋትን ክቡራትን ተኸተልቲ ኣብ ቀርኒ ኣፍሪካ ጉዳይ ኤርትራን ትግራይን ሱዳንን እንታይ ይበሃሉ ጉዳይ ፅምዶ ስፍሕ ብዝበለ መደብ ሒዘለኹም ቀሪብ ኣለኹ ናብ መደብና ክብለኩም

ወላ ክሳብ ቀይሕ መሬት ዘለዉ ማለት ነው እና ገረግር ብኡ ተጠውዮም ክኸዱ በቲ ተጠውዮም ክኸዱ ክንዲ ንገብሮም ኣብ ምዕራት ወጥቶ ንበፅሐት ክንዲ ኢለ እጅታ ክሳብ ሓፃር እያ ናብታ ጎልጎል ክወርድ በቃ Awuri tahajin wad gawru tabaw gawru new gadifka. Oh new gadifka. New gadifka.

መንነቱ ኣረጋግጡ ዝኸይድ ዝኾነ ዓይነት ህዝቢ የለን። ስለ ዝኾነ ከም ህዝቢ ተወዲብና ክንቅፅል ንቃለስ ኣለና። ናይዚ ቃልሲ እዚ ኣካል ሕጂ እውን ንገብሮ ዘለና በተለይ ሕዚ ከዓ ኣብ ወሳኒ ምዕራፍ ኣለና። ወይ ትሓጂ ዘላ ገመድ በጢስና ከም ህዝቢ ክንቅፅል ኢና ወይ በታ ገመድ ተሓኒቕና ኣብ ዕንይንይ ክንነብር ኢና እዚ ከዓ ኣይንመርፆን እና ኣይኸውንን ካብ ገመድ በጢስና ንኺድ ንቕድሚት ዘለና መማረፂ ምዕዋት እዩ ክንዕወትካ ኢና ክንዕወት ተኾይና ክኽፈል ዝግብኦ መስዋእቲ ናይ ኣካል መስዋእቲ ጥራሕ ኣይኮነን መስዋእቲ ብዙሕ ግዜ ናይ ኣካል መስዋእቲ እዩ ዝለዓል ናይ ኣተሓሳስባ ሓድነት ፈጢርካ ንብሄራዊ ክብርኻን መንነትካን ብኩሉ መዳይ ምቅላስ ባዕሉ ኣካል ናይቲ መስዋእቲ እዩ መመሓደሪ ኮይንካ ህዝቢ ምምሕዳር እውን ኣካል መስዋእቲ እዩ። ሰራዊት ኮይንካ ዩኒፎርም ለቢስካ ናይቲ ናይ ቃልሲ ናይ መጨረሻ ጫፍ ምዃን እውን መስዋእቲ እዩ። ኣብ ገዛ ኣብ ገጠር ኣብ ከተማ ኣብ ንግዲ ኮይንካ ነጊድካ ደቅኻ ቤተሰብካ ሕብረተሰብ ምቕፃል ነጋዴ ኮይንካ እውን ኣካል ናይቲ ቃልሲ እዩ። ናይ ፀጥታ መዋቅር ኣካል ኮይንካ ምቅላስ እውን ኣካል ናይቲ ቐልሲ እዩ ናይ ስዋኣትን ናይ ተቓለስትን ናይ ዝተዋፈሩ ጀጋኑ ተቓለስቲ ቆልዑ ሒዝካ ምዕባይ እውን ኣካል መስዋእቲ እዩ ኩሉ ተደሚሩ እዩ ክንነብር ዝገብረና ናይዚ መረጋገፂ ከዓ እዚ ሕጂ እንገብሮ ዘለና ናይ ስራሕ ክፍፍል እዩ ዘለና ተጋሩ ናይ ስራሕ ክፍፍል እዩ ዘለና ተጋሩ ገሌና ጠበንጃ ተሓንጊጥና ንስልጥን ንዋጋእ ገሊኦም ጠበንጃ ተሓጊዞም ቀበሌ ጣብያ ከተማ የመሓድሩ ምልሻን ፖሊስን ገሊኦም ብፆትና ህዝቢ ብዘዋ ብወረዳ የመሓድሩ ብጣብያ የመሓድሩ ገሊኦም ኣብ ናይ ልምዓት ተቋም ኣብ ማሕበራዊ ጉዳይ ይሕክሙ፣ የምህሩ፣ ይነግዱ፣ ነጊዶም ካብቲ ዝትርፊ ከዓ ንግብሪ ይኸፍሉ። ስለዚ ንቕፅል ሓቢርና ናይ ስራሕ ምትልላይ እምበር ንሕና ንናይ ዝተፈለየ ዕላማ ዘለዎ ትግራዋይ የብልናን። ኩላና ዕላማና ህልውናና ምርጋፅ እዩ፣ ህልውናና ምቕፃል እዩ። ንሕና ተበዲልና ኢና ዘለና ሀዚ ተበዲልና ኢና ዘለና ተበዲልና ኢና ዘለና እታ ንኣማኢት ዓመት ንዝሓለፉ ኣማኢት ዓመት ወለድና ባንዴራኣ ከይጠፍእ እንዳበሉ ሽማ ከይጠፍእ እንዳበሉ ሃይማኖታን ታሪኻን ከይጠፍእ እንዳበሉ ዝተቃለሱላ ኢትዮጵያ ትበሃል ዓዲ ተገልቢጣ ፀረ ተጋሩ ኮይና ኣብ ጀኖሳይድ ዕላማ እቲያ ዝሓለፈ ሽዱሽተ ዓመት ተሳቂየና ተጋሩ እንነብረሉ መሬትና ተፈናቂልና ተጋሩ እንነብረሉ ስርዓተ ሕጊ ኣዛቢዖም ተፈናቀልቲ ገይሮምና ኣሎ ብሚልዮናት ዝቁፀሩ ተጋሩ ካብ ቤት ንብረቶም ተፈናቂሎም ካብቲ ብውግእ ኣብ ቅድሚት እንዋገኦ ንላዕሊ ሂወት ተጋሩ ኣብ ዝተፈላለየ መንገዲ ጠፊኡ ይርደና እቲ ተዓጢቑ ካላሽን ሒዙ ዝዋጋእ ፊት ንፊት ፀላኢኡ ቐቲሉ ዝስዋእ እማ ይቐትል እኳ ንባዕሉ እውን መስዋእቲ ይኸፍል። ምንም ዘየብሎም ደቅናን ኣሕዋትናን ኣዴታትናን ተጋሩ ኣብ ሽግር እዮም ዘለዉ። ካብዚ ክንወፅእ ኣለና። ንወፅ ከዓ ሓቢርና እዩ ክንወፅ ከም እንኽእል ከዓ ዘረጋግፅ እዩ ዘሎ። ክሳብ እዚ ዝገበርናዮ መኸተ ከንቱ እዩ፣ ትኽክል ኣይኮንኩም እንተበተኑ ዝኸፈልኩሞ መስዋእቲ ግቡእ ኣይኮነን፣ ዝኸፈልኩሞ ንመኸተ ኢልኩም ግቡእ ኣይኮነን፣ ተጋጊኹም ኢኹም፣ ንዑ ኢድኩም ሃቡና ንብሃል ዘለና። ቧእ ኣብዚ ሕዚ ዘሎ ዘመን ኮይና ኢድና እንተሂብና ንሕናሲ መን ደብ ዝዓለም ብሰብ ብህይወት ይነብር እዩ ኣይንበርን ሕማም እውን ይምወት ባዮሎጂካሊ ብሓደጋ እውን ይምወት ብድንገት እውን እውን ይምወት ተዋጊኻ ፀላእኻ ቀትልካ እውን ይምወት ሕብረተሰብ ነቲ ዝሓለፈ ጉዕዝኡ ዓቂቡ ነቲ ዝቕጽል ወለዶ ዝሕልፍ ሓላፍነት ዝስምዖ እንድሕር ሃልዩ እቲ መስዋእቲ ይቕንስ እንድሕር ብዝተፈላለየ መንገዲ እቲ ሕብረተሰባዊ ሓላፍነት ተሸኪምና ንቕድሚት ተዘይከድና ኸዓ ናብ ጸገም ንኣቱ ንሕና ኸዓ ተወዲብካ ምቅላስ እንፈልጥ ህዝቢ ኢና ተወዲብና ንቃለስ ኣለና ኣብዚ መኸት ዝመስከሮ ሸውዓተ ሸሞንተ ዓዲ ከቢቦም ለይትን ቀትርን ብሰማይን ብምድርን ክቕጥቁጡና ቀጥ ኢልና ተቓሊስና ኣብዚ ዝበጻሕና ኢና። ሕጂ ከኣ ዝቐርየና ኣሎ። ዝወነይ ክነጥፈኩም ኢና ይብሉና ኣለዉ። ናይ ህልውና ሓደጋ ኣለና። መሰል ዓርሰ ውሳነና ብኣግባቡ ኣይተረጋገጸን። ግን ካብዚ ንምውጻእ ብዝገበርናዮ ዘይተሓለለ ቃልሲ ኣብ ዝሓለፈ ክልተ ሰለስተ ዓመት በተለ ሕዚ ናብ ትክክለኛ መንገዲ ንኣቶ ኣለና። ሚዛን ዝሓለወ ማእኸል ዘለዎ ፖለቲካን መንግስታውን ናይ ፍትሒ ስርዓትን እና ናይ መኸተ ሓይልታትና ሓድነት ነምፅእ ኣለና ሓዚ ክብሪ ሃቦም ንመላእ ናይ ተጋሩ ነዚ መኸተ እዚ ደው ዝበሉ ህዝቢ ክብሪ ሃቦም ብዝተወደበ ኣተሓሳስባ ፖለቲካዊ መሪሕነት ናይ ዝህቡ ፖለቲካዊ ኣመራርሓና ክብሪ ሃቦም እንዳወደቑ እንዳተስኡ ኣብ መንግስታዊ መዋቅር ዘለዉ ትክክለኛ ናይ መኸተሞ ኣተሓሳስባ ዘለዎም መመሓደርትና ክብሪ ይሃቦም ካብ ላዕሊ ክሳብ ታሕቲ ብዝተፈላለየ ማሕበራውን ኢኮኖሚያውን ጸገም ከይተንበርከኹ ሕድሪ ህዝቦም ዘይረስዑ ናይ ሰራዊት ኣመራርሓን ኣባላትን ብምሉኦም ናይ ፀጥታ ሓይልታትን ብናይ እዚኦም ቃልሲ ሕዚ ንመፅ ኣለና ኣብ መንጎ ነቲ ናይ መኸተ ጉዕዞና ዝዕንቅፉ ዝተፈላለየ ፖለቲካዊ ጸገም ገጢሙና እዩ። ነዚ ክንምክት ከኣ ተቓሊስና ኢና፣ ግቡእ እዩ። ሕጂ ግን እዚ ደረጃ ብደረጃ ናብ ዝሓሸ ኩነታት ንመጽእ ኣለና፣ ንዳሎ ኣለና። ፖለቲካዊ ምድላውና ጽቡቕ ይኸድ ኣሎ። መንግስታዊ መዋቅርና ነስተኻኽል ኣለና። ናይ ጸጥታ መሓውርና ትዲኤፍ ይኹን ፖሊስና ይኹን ምልሻና ይኹን ኩሎም ናይ ጸጥታ ሓይልታትና ናብ ትኽክለኛ መንገዲ እዮም ዝመፁ ዘለዉ ሕዚ ህዝብና በብኸባቢኡ ዝነበረ ፀገም እንዳፈትሐ ናብ ዝሐሸ ሓድነቱ ይመፅ ናብታ ናይ ቀደም ናብታ ትክክለኛ እዩ ዝመፅ ዘሎ ኣጠቃላሊ ከም ህዝቢ ሕጂ ቁመናና ዝፈታተኑ ዝነበሩ ፀገማት ፈትሒና ናብ ዝሓሸ ቁመና ኣብ እንመፀሉ ዘለና ጉዕዞ ፀላእ ሕዚ እውን ተጋሩ ከየንበርክኸ ክዓርፍ ዘይኽእል ናይ ሰይጣውንቲ ስብስብ ዝኾነ ናይ ብልፅግና ሓይል እቲ ብጣዕሚ ዘሕዝን ነዚ ዝተሓባበሩ ባንዳታት ተጋሩ ምብዝሖም እዩ። ትማል እውን ነይሮም እዮም፣ ሎሚ እውን ኣለዉ፣ ቀፃሊ እውን ክህልዉ እዮም። ግን ምንም ማለት ኣይኮነን። ህዝቢ ትግራይ ብጣዕሚ በሳል ፖለቲካዊ ኣተሓሳስባ ዘለዎ ሕብረተሰብ እዩ። ነዚኦም ክንምክቶም ነይርና ንምክቶም ኣለና፣ ቀፃሊ እውን ክንምክቶም ኢና። ዝሮ ዝሮ ሕጂ ኣብቲ ሕጂ ዘላ ኩነታት ኣብ ከምዚ ዓይነት ኩነታት እንዳሃለና እያ ዝሓጂ ትገጥመና ዘላ ፀገም ገጥማት ኦኬ ኣካል ናይቱ ናይ መኸተ ኣካል እዩ ኣብዚ ከባቢ ዝሓለፈ ሽዱሽተ ሸውዓተ ዓመት ብዘይ ምቁራፅ ኣብ ጎንኹም ካብ ዝነበሩ ኣሃዱ ሓደ ዓሰርተ ሰለስተ ኣርሚ እዩ ብጣዕሚ ከቢድ መስዋእተ ዝካበ ካብ ዝኸፈሉ ኣሃዱ ኣርማ ዓሰርተ ሰለስተ ካብ መጀመርያ ትሕዙ ሕዚ እውን ኣብ ከባቢኹም ኣለዉ በይኖም ኣይኮኑን ናብ ኣርማ ዓሰርተ ሰለስተ ብዛ ከባቢ ክልተ ወርሒ ሙሉእ ምስ ዓርሚ ዓሰርተ ሓሙሽተ ኮይኖም እዮም እዛ ከባቢ እዚኣ ተዋጊኦም እተን ካልኦት ዓርሚ ዓሰርተ ሸውዓተን ኣርባዓን ክልተን እና ካልኦት ከዓ በስገደን ብፅምብላን ዓሰርተ ሓደ እውን ሓዊስካ ተዋጊኦም እዩ እዞም ተጋደልቲ እዚኦም ሕጂ ተሰዊኦም ዘለዉ ናይቶም ትማሊ ኣብ ዓዲ ኣሰርን ናይቶም ትማሊ ኣብ ዋዕላ ንህብን ናይቶም ትማሊ ኣብ ሕርትን ናታቶም ብፆት ሓደራ ሒዞም ዝቃለሱ ዘለዉ ኣብ ጎኖም ዝነበሩ እዮም ሕዚ እውን መስዋእቲ እዚ ከፊሎሞ ዘለዉ ናይቶም ሻቡ ዝተሰውኡ ሓደራ ሒዞም ክቕፅሉ ከለዉ ዝኸፈልዎ መስዋእቲ ምንም ተፈለየ ነገር እዩ ሓንቲ ነገር ክብለኩም ዝደሊ በዚ ሕጂ ዝኽፈል ዘሎ መስዋእቲ ዝምብርከክ ህዝቢ የለ ዝምብርከክ ምምሕዳር የለ ዝምብርከክ ናይ ሰራዊት ኣመራርሓ የለ ዝምብርከክ ናይ ዓሰርተ ሰለስተ ኣባል የለ ምክንያቱ መን ኮይና ተጋሩ ኢና ናይ ምንብርካኽ ታሪክ ዘለና ህዝቢ ኣይኮናን ሕዚ እውን ኣይንብርካኽ ሕጂ ብሶሻል ሚድያ ናፍቲ ናፍቲ ናፍቲ ዝበሃል ዘሎ ንደርቦ ልቦድ ንብሎም ስርሖም እዮም ዝሰርሑ ዘለዉ ከም ገለ ገሊኦም ናትና ደገፍቲ ዝበሃሉ ማሕበራዊ ሚድያ እውን እዮም ዘባዕባዕ ዘብልዎ እቲ ጉዳይ ስለዚ ኣብኡ ኣይነትኩር ኣብ ናይ ውሽጥና ውዳበ ኣብ ናይ ውሽጥና ስራሕ ኣብ ናይ ውሽጥና ተልእኾ ኣብታ ዝገጠመት ፀገም ንዓ ንምፍታሕ እኮ ካብቱ ንሶም ዝምነዩልና ዘለዉ ንላዕሊ እኮ መስዋእቲ ከፊልና እምበር ፅንዓት ኮሪና ኢና እቶም ተጋደልቲ እኮ ዕጥቀም ከውፅኡ ስዋኣቶም ከውፅኡ ቁስላቶም ከውፅኡ ተወሳኺ መስዋእቲ ከፊሎም እዮም ህዝቡ ናብ ተርዑ ኮይናና ንኸይድ ኢሎም ለይትን ቀትርን ተጠርኒፎም ናብታ እተባሃለቶም ቦታ ከዓ ኣትዮም እዮም እቲ ሓንቲ ፅቡቕቲ ነገር ናብታ እተባሃለቶም ቦታ ኣትዮም ብክብሪ እቶም ዝቐረዩ እውን ብኣግባቡ ተልኮም ክፍፅሙ እዮም መስዋእቲ ተኸፊሉ ኣሎ መስዋእቲ ሓቂ እዩ መስዋዕት ተልእኾ እዩ መስዋእቲ ናይ ተጋሩ እዩ ንሓዝን ግን ሓዚንካ ደው እንተኾይና ትርጉም ይብላን ናይ እዚኦም ዕጥቂ ናይ እዚኦም ዕላማ ሒዝና ከም ኣሃድ ይኹን ከም ሰራዊት ይኹን ከም ምምሕዳር ንቅድሚት ምኻድ እዩ ስራሕ ኣለና ንሕና ዓብዪ ህዝቢ ኢና ታሪኽ ዘለና ህዝቢ ኢና፣ ፖለቲካ ስርዓት ዘለና ኢና፣ መንግስቲ ዘለና ኢና፣ ናይ ባዕልና ፀጥታዊ መዋቅር ዘለና ኢና፣ ናይ ባዕልና መመሓደርቲ ዘለውና ኢና። ንሕና ስርዓት ዘለና ብቐፃሊ እውን ህልውናን ኣረጋጊፅና መሰል ዓርሰ ውሳነ ኣረጋጊፅና መፃዕ ዕድልና ነፃነት ነው ወይ ከዓ ኣብ ጀኖሳይድ ዘእተወትና ዓዲ ኣካል ንኸውን ሻው ንማኸረሉ ሕዚ ግን ዕማም ኣለና ስራሕ ኣለና ለይትን ቀትርን ናብቲ ዝቐፅል ስራሕና ኢና ክንኣቱ ዘለና ይከኣልካ እዩ እና ካብ ትማሊ ጀሚሩ ብዙሓት ተብሉ ካብ ወርትማል ጀሚሩ ኩላና በባዓቕምና ኣብ ጎኒ ዞም ውግኣት ኣብ መንጎ እቶም ስውኣት ኮይነ ኢና ብኣግባቡ ቀቢርኩሞም ሃይማኖት መራሕትና እውን መመሓደርትና እውን ፖሊስ ኣባላትና እውን ህዝቢ እውን ብምሉኡ ዝገበርኩሞ ኣብ ዝኾነ ቀፃሊ ጉዕዞ ታሪክ ተጋሩ ዘለኣለም እንዳተኸበረ ክነብር እዩ ቀሊል ስራሕ ዝሰራሕኩም ከይመስለኩም ዓብዪ ቀደምኩም እውን ዓበይቲ ሰባት ኢኹም ሕዚ እውን ናይ ዓብዪ ሰብ ስራሕ ሰሪሕኩም ኣለኹም ደጋጊመ ደጋጊመ ክብሪ ይሃበልና እቲ ህዝብና ኣብ ጎንና ኮይኑ ዝሃበና ሓቦ ስንቂ ከዓ ሒዝና ክንመዓራረ ኢና ዝጎድለና ክነስተኻኽል ኢና ኣስተኻኺልና ከዓ ካብ ልቢ ትርታ ህዝቢ ትግራይ ዘይንወፅእ ተልእኾ ህዝቢ ትግራይ ንፍፅም ዘይንሕፍር ኣሕዋትኩምን ደቅኹምን ምዃንና ከዓ ክነርእየኩም ኢና ይከኣል ከዓ እዩ ከም ዝከኣል ከዓ እርግፀኛ ሁኑ ዝተረፈ ከም መበገሲ ሓደራ ኣለና ህዝቢ ትግራይ ምቕፃል እዩ ሓደጋና ወለዶና ምቕፃል እዩ ሓደራና ናይ ኩልና ሓደራ ኣለና ሓደራ ታሪኽን ታሪኽና ዝኸፈልናዮ መስዋእትን ሓደራ ኣለና ሓደራ ኣለና ኣብ መኸተ ተጋደልቲ ኮይኖም ሲቪል ኮይኖም እና ሕዚ እውን ኣብዚ ቀረባ ስውእ ዘለዎ ዝመኸተ ሓደራ ኣለና ሓደራ ኣለና ሕዚ እውን ንምድሪ ሸራሮ ንምድሪ ትግራይ ጥራሕ ኣይኮነን ንምድሪ ረድያዎ ሓደራ ኣለና ነዚ ሓደራ እዚ ተሸኪምና ከም ንዕወት እርግፀኛ እየ ናይዞም ናይ ሎም መዓንቲ ብፆትና እተን ኣብታ መኪና ተወዕላ እውን ከይድና ርኢና ኢና ናይ ሰራዊት መራሕቲ ኣብኣ ኮይና እውን ፀሎት ጌርና ኢና ኣብ ቤተክርስትያን ከይድና እውን ፀሎት ጌርና ኢና ዘለኣለም ኣብ ሕሊናና ኣለዉ ናይዚኦም ሓደራ ተሸኪምና ከም እንቕፅል ቃል ንኣትወልኩም በዚ ኣጋጣሚ እዚዩ ብግንባር ኮማንድን ኣመራርሓን ብኩለን ኣርሚ ዓሰርተ ሓደ ዓሰርተ ሸውዓተ ሰላሳን ሓሙሽተን ኣርባዓን ክልተን ሽም ከዓ ንኣርሚ ዓሰርተ ሰለስተ ንዝኸፈልኩሞ መስዋእቲ ኣካል ንሃትኩም ተልእኾን ኣካል ኣሃድኹምን ኮይና ኣብ ጎንኹም ኣለና ንኹሎም ተጋደልቲ ኣብፅሑልና በዚ ኣጋጣሚ እዚ ንህዝብን ወረዳን ዞባን ወረዳን ናይ ዞባን ናይ ወረዳን መመሓደርትን ህዝቢ ሸራሮ ሽም እውን ኣይዞኹም ንብለኩም ሽምቲ ሰራዊት ከዓ ኣይዞኹም ንብለኩም ክብሪ ሃበልና ሰላም መጋል ክብሪ ሃበልና ወዲያ
ግርም የቐንየልና ብጣዕሚ ጽንዓትን ጅግንነትን ዘስንቕ ብጣዕሚ ምቁር ሓሳብ እዩ ሂቡና ብጻይ ብገይሙ ወስኒ እውን ብጣዕሚ ፓወርፉል እዩ ኣብ ደቂ ቀሺ ዝሃብኩሞ መልእኽቲ እውን እኔ ንኣርባዕቲኹም ደንብ ሰሚዐ ደንቢ ካብ ልቢ ብፃይ ፀጋ ሕጂ መጨረሻ ዝሃቦ ፓወርፉል ሓሳብ እውን ሰሚዐ እየ ናይ ኩልኹም ሓሳብ ንነናይ ባዕልና ስራሕ እንዳሰራሕና እታ መኸተ መጨረሻ ነብፅሐ ኩላህና ነዚ ዓዲ ማዕረ እዩ ኩላህና ነዚ ዓዲ ማዕረ ኢና ኣፈላላይና ሓላፍነትናን ናይ ስራሕ ምድብናን ጥራይ ከምኡ እየ ዝብል ካብ ልቢ ካብ ዝኣምነሉ ተጋሩ ኩላህና ነዛ መሬት ማዕረ ኢና ጓል ይኹን ወዲ ገጠር ይኹን ከተማ ዓብይ ይኹን ንእሽተይ ኣብ ውትድርና ዓለም ዘለና ይኹን ኣብ ሃይማኖት መራሕቲ ኣዴታት ኩና ኣብ ንግዲ ዓለም ዘለኹም መመሓደርቲ ኩኑ ፖሊስ ኣብ ዝኾነ ዓውዲ ስራሕ ንሃሉ እዛ ዓዲ ናይ ኩላና እያ ሓላፍነትና ማዕረ ሓላፍነትና ማለት ዓድና እዩ መሬትና እዩ ምባል ኩላህና ናይ እንሰርሖ ናይ ምደባ ደረጃ ግን ናይ ባዕልና ኣለና ስለዚ ከምዞም ደቀሽ ዝበልዎ ምርሑና በብደረጃኹም ኢልኩም ኣለኹም መመሓደርትና እውን ብኣግባብ ምርሑ ንሕና እውን ሰራዊትና ብኣግባብ ክንመርሕ ኢና ሃይማኖት መራሕትና እውን ብኣግባቡ ምርሑ ኣብ ንግዲ ዓለም ዘለኹም ኣሕዋትና እውን ብኣግባቡ ነጊድኩም ግብሪ ክፈሉ ፖሊስ ኣሕዋትና እውን ናይ ብሓቂ ናይ ፀጥታን ድሕነትን ኣባላት ኩኑ ኣዴታትና እውን መቐነትክን ወርቂ እዩ እሞ መቐነትክን ሸጥ ኣቢልክን ደቅኽን ብስነ ስርዓት ኣዕብያ ከምታ ናይ ቀደም ሆን ኣይዞኹም ምበላና ኩላና ተታሒዝና ክንዕወት ኢና ንምንታይ ተጋሩ ኢና ንዝሃብኩምና መልእኽቲ ከዓ ኣብ ልብና ሒዝናዮ ኣለና ናይ ዓሰርተ ሰለስተ ቃል እውን ናይ ኩልኹም ቃል ከም ዝኾነ ይኣምን እየ ኣብ ጎንኹም ኣለና ቃል ድንኩል እዩ እዚ ቃል ወዲ ኣዘሉ እዩ ቃል ወዲ ራያ እዩ ቃል ተኽለ ብርሃን ወይ ወርቂ ዓይነ ኣጋጣሚ የለን ብቐጥታ ናይ ዓሰርተ ሓደ ቃል ኩላና እዩ ቃል ወዲ ነጋሽ ገብረ ህይወት እዩና ክብሪ ሃበለይ ወዲ